እምበኣና ወዲእና ኢና ዝኣኽለና ጽዒርና ኢና ተጸሚምና ኢና እዞም ሰለስተ እዚኦም እንተዝለቁ እኮ ትግራይ መዓረየት እዩ
ባንዳ ወዲ ባንዳ ስርዓት ሓዘ ክትምለስ ዘለካ ከዓ ተመለስ እያ ምኽንያቱ እዚ የማነ ፀጋም ኣብ ህዝቢ ትግራይ ዕምቡራ ተኺሉ ዝብትን እዩ።
ኮንቴስትድ ዝብል እኮ ኣነ ኣይኮንኩን ፈጢረ ኮንቴስትድ ዝኾኑ ኢሹስ ስለ ዘለዉ እኮ እዩ ሰባት ስለ ዘለዉ እኮ እዮም በኣና ወዲእና ኢና ዝኣኽለና ፅዒርና ኢና ተፀሚምና ኢና ከፊልካ ኢኻ መስዋእቲ ትኸፍል ኣለኻ ሕዚ እውን ዋእ ከመይ ኢልካ ቀጽል ግን የብለካን ሕዚ ክንገጥም እዩ ዘለና ተልዓል ተሰለፍ ዘብለና ዘሎ ካልእ ኣይኮነን ወዲእና ኢና ሰራዊት እውን ኣፍልጡ ንሕና ኣብኣ ዘለና ዘይተወድአ ልኡኽ ስለ ዘለና ሕድሪ ስውኣ ስለ ዘለና ኢና ኣብዚኣ እኒና ድሕሪ ዘይንቀሳቀስ ኮይና እንታይ ክንገብር ድኣ ንፀኒሕ ሰብ ሰራዊት እንታይ ገበር ድዩ ሰራዊት ትግራይ እኒሀ ንልኡኽ እኳ ኢና ዝኒና ልኡኽና ኣፍልጡና ንሕና ሰው ክንብል ይንደል ኩሉ ፍሉጡ እዩ እዚ እውን ነገሩ ኣብ ገሊእ መድረኻት ተፍልጡ እዩ ነይሩ ባንዳ ወልዲ ባንዳ ስርዓት ሓዝ እያ ክትምለስ ዘለካ ከዓ ተመለስ እያ ትማሊ እውን ካቢነ ተኣኪብና ንዞም ዕጥቂ ዝሓዙ ምስ ብልፅግና እተሰለፉ ንዑ እተው ኢልናዮም ፃውዒት ፀዊዕና ኣለና። ንዑ እተው ኢልናዮም ኣለና። ተምሃራይ ነበርካ ዲኻ ገባር ዲኻ ምልሻ ዲኻ ንዓ ክነተኣናግደካ ኢና ኢሉ ዓቕምና ንምእካብ ማለት ይዕብ የንኣስ ይእቱ ፃውዒት ንሓንቲ ወርሒ ትጸንሕ ጻውዒት ጸዊዑ ከቢልና ኣሎ ጭና ኣሎ።
ሬፈረንደም ድሕሪ እሹታት ግን ኣለዎ እዮም ሌስ ቢ ክሊር ኮንቴስትድ ዝብል እኮ ኣነ ኮንኩን ፈጢረ ኮንቴስትድ ዝኾኑ ኢሹስ ስለ ዘለዉ እኮ እዩ ሰባት ስለ ዘለዉ እኮ እዮም ሕቶ እዚ ዘልዕሉ ሰባት ስለዘለዉ እኮ እዩ ብቲ ሽዑ ዝተገበረ ኮንፊገረሽን ዘይተሓጎሱ ከም ሓዱሽ ክረኣ ኣለዎ ዕድል ክወሃበና ኣለዎ ዝብሉ ሰባት ስለዘለዉ እኮ እዩ ህዝቢ ኣሎ እኮ እዩ ከምኡ ዘርእየና ኮንቴስት ኣሎ እዩ። ክፋሉ ከበድቲ ካልኦት ዘይፈልጡ መፅዋራት እውን ዝሓልፍሉ ሓመድ ፋጩ ዘውፅእ ንትግራይ ብክልቲኡ ገፅ ካልኦት እውን ኢድ ከእትውሉ ዝኽእሉ እዩ ካልኦት እንትውሰኽዎ እንተለዉ እዚ ኩናት እዚ የማነ ፀገም ኣብ ህዝቢ ትግራይ ዕምበራ ተኺሉ ዝብትን እዩ ብዝኾነ እቶም ሕዚ ወታደራዊ መራሕቲ ኢና ዝብሉ ዘለዉ ናይ ትግራይ ነቲ እውን ይኽእልዎን ነቲ ጥበብ እውን ይኽእልዎን በቲ ልሙድ ናይ ቀደም ኣካይዳ ክኸዱ መራሕቲ ኢና ኢሎም ዝሓስቡ እንተ ደኣ ኮይኖም እቲ ናይ ሕዚ ዝኒሀ ኣብ ሓደ ቢሮ ኮይንካ ብዙሕ ነገር ክስርሓሉ ዝኽእል ውግእ እዩ እቲ ጥበብ ተቐይሩ እዩ። እቲ ቴክኖሎጂ ተቐይሩ እዩ። ምስዚ ዘይስማዕማዕ ናይ ጠረባ ገዛ ተሓሳስባ ሒዝካ ኣብዚ ሕዚ ዝኒሀ ዘበናዊ ውግእ ክመርሑ ዝኽእሉ ይኮኑ ሓድሓዲኦም ሓቂ ተዛረቡ እዮም ናይ ወርዒና ሒዝና ዝኒሀና ኢሎም እዮም ቁረፅ በሎ ቁረፅ በሎ ንፈር ተበገስ እዚ እዚ ኢልካ ኣብዚ ዘበን እዙይ ኩናት ክትመርሕ ዓቕምን ብቕዓትን የብልካን ብመሰረቱ ድማ እዞም ሰለስተ እዚኦም እንተዝለቁ እኮ ትግራይ መዓረየት እዩ ደብረፅዮን ኣለም መንጀሪኖ ማለት እዩ ቃል ብቃል ኢና ውግዕና ማለት እከለ ይበልኩን እከለ ይብልን ዘለኹ ግን መርኣያ ኮነና ኣብነት ኮነና ንሓዞ ግዲ የብልኩምን ከምዚ ክብል ከለኹ ዝሓዝን ሰብ ብዙሕ እዩ ኣይንሕዘን ግን ስትራቴጃይዝ ንግበር ፀላእቲ እንትደኽሙ
ዋና ሓይሎም ገይሮም ዝጥቀሙ ኣብ ፕሮፓጋንዳ እዩ ኣብ ዝሓለፈ እውን ኣብዚ ስልጠና ጥዒሰ እየ ነይረ ፀላእቲ እንትዳኸሙ ናብ ፕሮፓጋንዳ ንምንታይ ይኣትዉ ተተባሂሉ እቲ ካሊእ ዓቕሞም ስለ ጠለሞም እቲ ፕሮፓጋንዳ ኣብቲ ሽዑ እዋን ኣይጠልሞምን ኣብ ኢዶም እዩ እቲ መሳርሒ ስለ ዝኾነ ኣብ ዓብዪ ናይ ፕሮፓጋንዳ ስራሕቲ ኣትዮም ኣለዉ ደርጊ ክንድምስስ እንተሃለና ዓሰርተ ምናምን ዓመት ተቓሊስና ኣብ መጨረሻ ሰማንያን ክልተን ጀሚሩ ክሳብ ሰማንያን ሰለስተን ዝነበረ ፕሮፓጋንዳ ትፈልጥዎ ኢኹም። ንኤርትራ ተገዛእቲ ናይ ቃልሲ ትግራይ ኢትዮጵያ ንምግንፅፃል እዩ፣ ተገንጣዮች እዮም፣ ናይ ኤርትራ ሓሻኽር እዮም፣ ናይ ዓረብ ልኡኻት እዮም ዘይተብሃልናሉ ነገር የለን። ትውልዶም እውን እቶም ኣመራርሓ ኤርትራውያን እዮም ዝብሉ ኣብቲ ሽዑ ተፈጢሮም ዝነበሩ ንኣብርሃም ያየ ገብረመድህን ኣቶ ገብረመድህን ድዮም ዝበሃሉ ኣትዮም ዋና ናይ ፕሮፓጋንዳ ካብቶም ብልፅግ ካብቶም ሽዑ ዝነበሩ ደርጊ ዝበልፁ መበራበርቲ ኮይኖም ፀረ ትግራይ ዘሚቶም እዮም እቶም ሕዚ ኣብ ጉያ ወየው ሕቑፊ ብልጽግና ኮይኖም ፕሮፖጋንዳ ዘካይዱ ዘለዉ ኸዓ ሽዑ እውን ብፕሮፖጋንዳኦም ዝተዓናቐፈ ቐልሲ የለን ሕዚ እውን ዘካይድዎ ፕሮፖጋንዳ ዘተዓናቕፍዎ ቃልሲ የለን ጸለመታት ክቕጽሉ ይኽእሉ እዮም ያው ርዱእ እዩ ኣብ ሞት ኣፍኣፍ ናይ ዘሎ ጸላኢ ኩሉ ነገር ይሉንታ ብዘይብሉ ናይ ምጽልልምታን ምሕሳውን ስራሕቲ የካይዱ እዮም። ብፕሮፖጋንዳ ድማ ቅድሚ ሕዚ እውን ኣይተዓንቀፈን ሕዚ እውን ዝዕንቀፍ ነገር የለን። ስለዚ ኩሎም ናይ ፕሮፖጋንዳ መበገሲኦም ተረዲእና ናይ ምቅላዓቶምን ናይ ምፍሻሎምን ናብ ረብሓና ናይ ምቕያሮምን ጉዳይ ኣበርቲዕና ክንሰርሕ ኣለና። ሓደ ወዲ
ተጋሩ ክገልፀና ከሎስ ብጣዕሚ እዩ ደስ ኢሉኒ ተገላልፁ ይቅርታ ሓቲቱ ትዘለናሉ ስቴት ካበየናይ ኢና ቁልቁለት ጀሚርና ኣበየናይ ደረጃ ኢና ዘለና ዝብል ብደንብ ምርር ብዝበለ ቃል ዝገለፆ ወዲ ኣሎ እዚኣ ንግለፃ ትዘለናሉ ደረጃ እውን ንፍለጡ እምበይ ድሑራት ኢና ብሱር ካብ ታሪክ ዘይንመሃር።
ኣነ ባይ ዘ ወይ ሚእቲ ፐርሰንት እየ ዝስማዕማዕ ምስ ዝወዲ እዚ ሓቁ ሕዚ ቀይሚ ክህልዎ ይኽእል እዩ ባይ ዘ ወይ ብምልኦም እዚኦም ሰብ ጥቕሚ እዮም እቶም ዓንቶይ ቦዚን ቦዚን ዝኸዱ ዝነበሩ ሓሳባት እዩ ዝብል ግለሰባት ኣይኮነን ዝብሎ ሰብ ጥቕሚ እዮም ወይ ብተልእኾ ዝተዋሃቡ ሰብ ጥቕሚ ዝለኣኽዎም እዮም ተጋግዮም ብልውህና ዝኸዱ ዘለዎ ሕዚ ናይ ምኪ ፈልጦ እየ ብቐረባ ሰው ኢሉ ዝሃብዎ ይልጥፍ ኢሎም እውን እንዲዮም መርትዖ እዩ ዝመስሎ ንሱ እከለ ስለ ዝበሎ እቲ ትግራይ ከምኡ ኣይኮነን ዝሰርሕ ኣይፈልጦን ኣይተረድኦን ብቐረባ ስለ ዝፈልጦ እዩ ኣይተረድኦን እቲ ጸገም ግን ኣይተረዳኣካን ጌጋ ኢኻ ትኸ ዘለኻ ኢልካዮ ዘይምስምዑ እዩ እቲ ጸገም ዝኸውን እዚ ወዲ ዝብላ ዘሎ ግን ስምዕዋ መራር እያ ዕረ እያ ክትጥዕማ ከለኻ ተፈተወት ተጸልእት ግን እቲ ሓቂ ንሳ እያ መራር ሓቂ ይዛረብ ዘሎ ክትውድእዋ ኢኹም እስካዕ ዝውድኣ ብደንቢ ጌርና ንስምዓዮ ኣነ ብደንቢ እየ ዝስማዕማዕ ምስኡ። ይቅርታ ይገበረለይ እምበይ ድሑራት ኢና ብሱር ካብ ታሪክ ዘይንመሃር ሕዚ ኣብዚ ናይ ሕዘ መጨረሻ ዝመጸ ናዕቢ ናይ ክልተ ሽዒ ዓሰርተይ ናይ ክልተ ሽዒ ዓሰርተ ሓደይ ገርና ከይንወስዶ ውድቀትና ደንጉይና ኢና ከትርፎ ነይሩ ድዮ የትርፎይ መለስ ጥራሕ ስኢልና ከምኡ ኣይንበል ጀሚሩ እዩ ነይሩ እቲ ምብስባስ ነይሩ እዩ፣ እቲ ሌብነት ነይሩ እዩ፣ ኣብ ዘመነ ኢህኣዴግ ነይሩ እዩ፣ እቲ ሌብነት ነይሩ እዩ፣ ሕዚ ዝበልካዮ ደሓር ክምለሶ ሕዚ ጠሚና ስለ ዘለና ኣብ ሕማቕ ወዲቕና ስለ ዘለና ሓዚንና ስለ ዘለና ግልህ ኢሉ ተርእዩና እምበር ብኔትወርክ ተኣሳሲርካ ሌብነት ሰብ ምጉዳእ ምጥቃዕ ነይሩ እዩ ገና መለስ ተሎ ጀሚሩ በተለይ ግን ታሪክ ክትንብል ተለና ከም ታሪክ ሓደ ውድቀትና ኣብ ዘመነ ኢህኣዲግ ዋላ ናይ መለስ ኣነ መለስ ተልዕሎ ተለኩ ብካሊእ ከይንትሕዞ ኣነ ከምዚ ኮይነ ደፋር ኮይነ ክናገር ዝተወሰነ ናይ ፖለቲካ ፍልጠት ማባእታዊ ክፈልጥ ብኣካል ናዩ ናይ ፖለቲካ ኮርሲ ልወሰድኩ ሰብ እየ ካብ ዘድንቆም ሰባት እውን መለስ እዩ ናይ
ብመጀመርያ እንኳዕ ብሰላም ተራኸብና ክብል ይፈቱ። ከም ዝፍለጥ ህዝብና ብሰንኪ ወረርቲ ሓይልታት ካብ ዓዱ ተፈናቒሉ ንመበል ሻድሻይ ግዜ ኣብ ቅዳድ ቸንዳ ዝነብር ዘሎ ምዃኑ ንፈልጥ ኢና። ጥራሕ ምንባር ዘይኮነስ ዝመውት ዘሎ ምዃኑ ብዝብኢ ዝጉተት ዘሎ ምዃኑ ንፈልጥ ኢና ደቅኹም ተጋደልቲ ኣብ ዘሎናዮ ኮይንና እናሓሰብና ኢና ዕጥቅና ኣስጢምና ነዚ ጸገም እዚ ክንፈትሕ ኣብ ምግዳል ኣለና ኣብዚ ድሕሪ ውዕሊ ፕሪቶርያ ዘጋጠመና ጸገም እውን ትፈልጥዎ ኢኹም ኣብ መቐለ ዙርያ ስለ ዝነበርኩም ኣብ መቐለ እውን ስለ ዝነበርና ናይ መቐለ ጸገም ኣብ መቐለ ዙርያ ዝነበረ ጸገም በዞም ተመወልቲ ኣብ ውሽጥና ዝነበሩ ኣብ ሰራዊትና ይኹን ኣብ ህዝብና ዓብዪ ጸገም ከም ዝበጽሐ እውን ኩልና ንፈልጦ እዩ ኮይኑ ግን ተጋዳላይና ነቲ ናይ ጸገም ናቲ ናይ ሕብረተሰብና ጸገም ንምፍታሕ ዋላ ክብተን እንተደለይዎ ኣብ መስመሩ ጸኒዑ ከም TDF ከም ኣርሚ ዕስራን ክልተ ድማ ብፍላይ ኣብዚ ከተማ ዘጋጠመና ጸገማት ተጻዊርና ክሳብ ሕጂ ነቲ ብህዝብን መንግስትን ዝወሃበና ልኡኽ ክንፍጽም እውን ኣብ ድልውነትና ኣለና። ንእግረ መንገድና ግን ዋላ እቲ ጸገም እንተዘይፈታሕናዮ እቲ ጸገም ብካሊእ መንገዲ እዩ ዝፍታሕ ዘላቒ ፍታሕ ክርከብ ዝኽእል ብርዳታ ኣይኮነን ግን ታፍታ ዝበልዓ ካፍታ ንደቁ ዘካፍላ ኣተጋዳላይና ነቲ ዝተፈናቐለ ክንረድኦ ኣለና ብዝብል ካብ ሕድሕድ ተጋዳላይ ዝተዋፀአ ሚእትን ዕስራን ሓደን ኩንታል ፊኖ ሽዱሽተ ሚእትን ሓምሳን ሓሙሽተን ሽሕ ቅርሺ ብምውፃእ ከይድኩም ሃቡልና ስለ ዝበለና መጺና ኣለና። እዚዩ ዓብዪ ነገር ኣይኮነን። ኣብ ጎድንኹም ኣለና ነቲ ጸገምኩም እውን ጸገምና እዩ ንምባል እዩ ብመሰረቱ ግን ከምቲ ዓንተወ ዝገለጽክዎ እዚ ጸገም እዚ ገንዘብ እዚ ወይ እዚ ፊኖ እዚዩ ብዙሕ ጸገም ይፈትሕ ኢልና ኣይኮናን መሰረታዊ ፍታሕ ክመጽእ ዝኽእል ሕይ እውን ጸኒዕና ብምቅላስ ከም ዝኾነ ንኣምን ኢና ስለዚ ህዝቢ ትግራይ መንግስቱ ናብ ንቡር መሊሶ ኣሎ ናይ መኸተ ዓቕሙ ይእክበ ኣሎ እቲ ሕጂ ገጢሙና ዘሎ ወራር ሕጂ እውን ዳግማይ ከጽንተኩም ይብለና ኣሎ ጸላኢ ኣብ ደገ እፋፌት በርና እዩ ዘሎ ስለዚ ሕጂ እውን ተጋዳላይና ኣብ ድልውነቱ ይርከብ ንዝወሃቦ ልኡኽ ክፍጽም ሕጂ እውን ኣብ ተጠንቀቕ እዩ ዘሎ ፀላእትና እውን ጀሚሮሞ ኣለው። እቲ ሙሉእ ፍታሕ ክኾን ዝኽእል ሉኣላዊ መሬትና ብምርግጋፅ ተፈናቐልትና ናብ ውሑስ ቦትኦም ምምላስ ምዃኑ ኣሚንና ንሕና ደቅኹም ኣብ ግንባር ኮይና ዝወሃበና ልኡኽ ብዝለዓለ ዓወት ከም እንፍፅሞ እንስኹም እውን ኣብ ደጀን ኮይንኩም ሙሉእ ድጋፍኩም ከም ዘይፍለየና ብምትእምማን እዩ እሞ ነዛ ንእሽተይ ቁንጣሮ ኣብጽሑልና ዝበለና ብሕጋዊ መንገዲ ኣብዚዩ ምሳኹም ኣብ ቅድሚኹም ተረኺብና ክነርክብ ኢና መጺና ዘለና ስለዚ ሓቢርና ክንዕወት ኢና ተስፋ ኣይትቑረጹ ጸገም ክወግሕ እዩ ስለዚ ሓቢርና ንቃለስ ብደጀንን ግንባርን ኮይና ብዝኾነ እቲ መፅኡ ዘሎ ንዝርከቡና ኣብዚኣ መፂኹም ክትርከቡና መሓደርትኹም ወኪልኩም ባዕልኹም እውን ብኣካል ብዓይኒ ርኢኹም ክትወስዱ መጺና ኣለና እሞ እተን ዝበልክወን ነገር ብኣግባቡ ክትቕበሉና እየ ሓደራ ዝብል ያው እተን ብኣካል መጽየን ዘለዋ ናብ ሕድሕድ ከም ዝበጽሓ ንተኣማመን ኢና እሞ ሓቢርና ንቃለስ ኣየኹም ጽንዑ ክንጸንዕ ኢና ዝኽሪ ንሰማእታትና ክንዕወት ኢና ትግራይ ትስዕር።
ዘበት ንብሄራዊ ብርሰት ብሄራዊ ህልውናና ብሄራዊ ህልውናና ብሄራዊ ህልውናና ዝረጋገፅ ብሄራዊ ህልውናና ዝረጋገፅ ኣብ መቃብር ፀላእትና እዩ ኣብ መቃብር ፀላእትና እዩ ብሄራዊ ህልውናና ዝረጋገፅ

ከም ካልኦት ኣብ ትሕቲ ኮሎናይዘሽን ዝነበሩ ዓድታት ኮሎናይዝድ ዝነበረ እዩ። ብድሕሪኡ እና ፌደሬሽን ኣትዩ ፌደሬሽን ሃይስላሴ ፍሪስዎ ሰላሳ ዓመት ተቃሊሶም መስዋእትነት ከፊሎም ዓዶም ሪፈረንደም መስ ፈጢሮም እዮም ናይ ሕቡራት ሃገራት ወይ ናይ ዩናይትድ ኔሽንስ ሜምበር ዝኾነ ዓዲ እዩ። ቦርደሩ ግዝዑን ዝፍለጥ ዘሰሓቡ ነገራት ክህልዎ ይኽእሉ ምስ ዝተፈላለዩ ከም ማንም ዓዲ ዘሎ ማለት እዩ ግን ሓደ ዓዲ እዩ ግን ኢህወዴግ ዘይተመረፀ ግዛዕምዛዕ ዝፈጠሮ ዓዲ ኣፍልጦ ይነበረ ሓደ መዓልቲ ዓሰብ ጥራሕ ትኸውን ሓደ መዓልቲ ኤርትራ ትኸውን ብዝኾነ ከይዱ ከይዱ ብትርጉም ኤርትራ ዝበሃል ሃገር የፈልጥና ዝብል ከይዱ ኤርትራ ንምፍራስ እውን ዝሓዞ መርገፅን ዝኸዶ ርሕቀትን ፍሉጥ እዩ መንግስቲ ቁልፊ መደብ ሕዚ ንከተምዕዋት እዩ እቲ መንእሰይና ከኣ ካብ መኸተ ምዕዋት ወጻኢ ካሊእ ቀዳማይ ኣጀንዳ የብሉን ሕዚ። ሓደ ኢዱ የልምዕ ሓደ ኢዱ ከኣ መኸተ የዕውት እዩ ክኾን ዘለዎ እቲ መንእሰይ። ከም ትፈልጥዎ ጸላእቲ መኪቱ ዓዲ ዘድሕን መንእሰይ እዩ። ዓዲ ዘልምዕ እውን መንእሰይ እዩ። ትግራይ ናብ መንቀራቕሮ ክትኣቱ ከላ መስዋእቲ ከፊሉ ዋጋ ከፊሉ ሕድረየታቱ ዓቂቡ ዓዲ ዘድሕን መንእሰይ እዩ። ስለዚ ብሓደ ገጽ ከልምዕ እቲ መንእሰይ ትግራይ ክሃንጽ እዩ ብኻሊእ ገጽ ከኣ ንትግራይ ዘንጸላልዎ ሓደጋ ሰሪቡ ዘሎ ደበና ክቕንጥጥ እዩ ማለት እዩ።
መንግስቲ ኤርትራ መንግስቲ ሱዳን ንካልኦት እዮም ዝሓውሱ ነይሮም ቅድሚ ሕዚ ንሰለስቲኦም ነፂሉ ብሓባር ኮይኖም ኣንጻር መንግስቲ ኢትዮጵያ ተሰሊፎም ከም ዘለዉ ዝገልጽ ከምቲ ዝበልካዮ ልዒሉ ኣሎ ማለት ከምቲ ዝበልኩኻ ብጣዕሚ ብሓሶት ቅጥፈት ዝተመስረተ ኪዳን ድዮም ዝኸዱ እዚ ስርዓት እዚ ኣብ ውሽጢ ዓዲ ይኹን ኣብ ጎረባብቲ ሃገራት ዝፈጥሮ ዘሎ ነገር ነውሪ ይኮነ ንዕኡ እቶም ዝገብሮም ኩሎም ነገራት ንዕኡ ንቡር ከም ዝኾነ ትክክል ከም ዝኾነ ሕጋዊ ከም ዝኾነ ይሓስብ እሞ ነቲ ዝገብሮ ዘሎ ምንቅስቃሳት ነቲ ዘጥፍኦ ዘሎ ነቲ ዝፍፅሞ ዘሎ ወንጀላት ዝምጥን ግብረ መልሲ ወይ ምንቅስቃስ እንተሉ ከዓ ብዝተፈላለዩ መንገድታት ብዙሕ ሓሶታት እዩ ዝቐርብ ሕዚ ንርእዮ ስርዓት ብልፅግና ኣብ ሰዓት እዚ ብጎረባብቲ ብመንፅር ጎረባብቲ ንርእዮ ንምብራቕ ኪድ ሶማሊያ ኣሎ ናብ ሶማሊያ ዘጋጠመ ዓዲ ናይ ምፍራስ ኩነታት ንዝሓለፉ ሰላሳን ገለን ዓመታት ኣብ ከቢድ ጸገም ዘሎ ዓዲ እዩ። ዓለም ይኹን ጎረባብቲ ዓድታት ኣብ ምብራቕ ኣፍሪካ ኣብ ሶማልያ ዘጋጠመ ጸገም ምእንታን ክፍታሕ ብዙሕ ዋጋ ከፊሎም እዮም። ኢትዮጵያ እውን ብፍላይ ኣብ ዘመን ኢህወደግ ብጣዕሚ ብዙሕ ዋጋ ከፊሉ እዩ እቲ ዓዲ ምርግጋዕ ክህልዎ። ምክንያቱ ጎረቤትካ ዘሎ ዓዲ ተዘይተረጋጊዑ ናብ ፀገም ዘእቱ ተሻጋሪ ዝኾነ ፀገማት ስለ ዝፈጥር ማለት እዩ። ስለዚ ናብ ምርግጋዕ ይኸድ ዝነበረ ዓለም እውን ኢትዮጵያ እውን ጎረባብቲ ዓድታት እውን ደጊፎሞ ናብ ፅቡቕ ርሕቀት ይኸይድ ዝነበረ ዓዲ ስርዓት ብልፅግና ናብ ሶማሊላንድ ካብቲ ዓዲ ተገንፂሉ ርእሰይ ክኽእል እየ ኢሉ ዝሓስብ ዘሎ ናብኡ ኢዱ ብምእታው ናይ ሶማልያ ልኡላዊ ግዝኣት፣ ሶቨርኒቲ፣ ወይ ልኡላውነት ናብ ሓደጋ ብዘእቱ መንገዲ ዝተንቀሳቐሶ ርሕቐት ርኢናዮ ኢና ማለት እዩ። ብድሕሪኡ ነዚ ስዒቡ ካብ ሶማልያን ንሶማልያ ካብ ዝድግፉ ዓድታትን ዝተገበረ ምንቅስቓስ ኣሎ። እንድሕሪ ሮብ ቱርኪ ዝተገበረ ናይ ዕርቂ ዝመስል ገዘታት እህደ ኣቢልዎ ኣሎ ግን ተተሓሳስባን እቲ ምንቅስቓሳትን ጸረ እቲ ልኡላዊ ግዝኣት ናይ ሶማልያ ኣካይዳ ዝኾነ ምንቅስቓስ እዩ ማለት እዩ። እዞም ሰባት
ብትኽክል ነዚ ቃልሲ ብትኽክል ዝሓልዩሉ ኮይኑ ይስምዓኒ። ብኢደ ወነንካ ናይ ኣሽሓት ማለት ናይ ኣሽሓት ናይ ሚልዮን ናይ ሚልዮናት ናይ ሓሙሽተ ሚልዮን ህዝቢ ኣዲስ ኣበባ ከድካ ንስኻ ኣይትውስኑን ኢኻ። ኣነ ናይ ህዝቢ ኤርትራ ሕቶ ወይ ከዓ ናይ ህዝቢ ኤርትራ ድሌት ኣካል እቲ ህዝቢ ስለ ዝኾንኩ ኣነ ድሌተ ይፈልጥ እየ ናተይ ሕቶ ፈልጥ እየ ናተይ ቃልሲ ፈልጥ እየ ንምንታይ ቃለስ እውን ፈልጥ እየ ሕጂ ኣብኡ ከይዶም ገይሮሞ ወይ ገይርዎ ዘሎ ዝሓውና ማለት እዩ ብጣዕሚ ዓብዪ ዕንወት እዩ ነዚ ናትና ፖለቲካ ዋላ ነቲ ናትና ከይድ ማለት ዓብዪ ዕንወት በቃ ከም ቅድሚ ሕጂ ዝዛረቡ ዝነበሩ ኣካላት በቃ ውፍይ ከምዚ ከይጥዋዶ ንስኹም ምስ ኤርትራ ኣካል ኢትዮጵያ ክትገብርዋ ኢኹም ትኸዱ ዘለኹም ምስ ዶክተር ኣቢ ገለመለ ገለገለ ዝብሉላ ዝነበሩ ሰባት ንዕም መፂኡ የራጒድ ኣሎ ንዕም መፂኡ በቃ ብግልፂ በቃ ኤርትራ ኣካል ኢትዮጵያ ክንገብራ ኢና ይዎም ኣብቲ መልሱ ምክንያቱ ሕቶ ናይ ዶክተር ኣቢ ካብ ተ ክሳብ ለ ዘሎ ብምሉኡ ብዛዕባ ኤርትራ ኣካል ኢትዮጵያ ምዃና ደኣ እምበር ብዛዕባ ናይ ተጠቃምነት ከይተዛረበ እዩ ወዲኡ ኣብ ኩሉ ግዜታቱ ኣብ ኩሉ ኣብ ኩሉ ፓርላማ መፅዩ ነቲ ህዝቢ ዝነግሮ ሕጂ ኣተም ዝኸይዲ እዞም ሰባት እዚኦም ሓደ እንድሕር ዳ ናይ ብሩ ሊቨልሽን ውክልና ኣሊዎም ኮይኑ ምስ መን እዮም ተዘራሪቦም ዝብል ሕቶ ተገልቢጥና ክንሓቶም ክንክእል ኣለና ንሕና ከምዘይ ኣነ ንዓይ ከምዘይ ውክሉኒ እየ ዝፈልጥ ምክንያቱ ናተይ ድሌት ናተይ ዕላማ ኤርትራ ኣካል ኢትዮጵያ ንምግባር ዝተቃለስክዎ ቃልሲ የብለይ ካልኣይ ኤርትራ ንኢትዮጵያ እንድሕር ድኣ ሂብካያስ ንስኻ ከ እንታይ ረብሓኻ ንዝብል ሕቶ ከዓ ክምልስዎ ክእሎም ሕራይ ኢትዮጵያስ ትረብሕ ኣላ ኤርትራ ሂብካያ እቲ ኤርትራዊ ኮን እንታይ ረብሑ ነወ ፖለቲካ ረብሓ ኢሎም ስለ ዘረድኡ ወይ ከዓ ስለ ዝዛረቡ ንዓኻ ከም ኤርትራውስ እንታይ ረብሓኻ ካልኣይ ነገር ኢሰያስ ሰላሳን ገለን ዓመት ከምዚ ገይርዋ ከምዚ በዲልዋ ከምዚ ኮይና ንኤርትራ ብኢሰያስ እዮም ዝልክዕዋ ኢሰያስ ኣሊኻኸ ኤርትራ ከምተን ምዕቡላት ሃገራት ከም በዓል ሲንጋፖር ከ ክትከውን ኣይትኽእልን ድያ? ከም በዓል ዱባይ ክትከውን ኣይትኽእልን ድያ? ብዘይ ኢትዮጵያ ኣይትኸውንን ድያ? ሰኣን መራሒ እኳ እያ ኤርትራ ተረሚሳ ዘላ። ሰኣን ኣካይዳ ፖሊሲ ናይቲ ስርዓት ኣብ ኤርትራ ዘሎ ጉድለት ደኣ እምበር ናይ ህዝቢ ኤርትራ ሽግር ወይ ናይ ናይ መሬት ድኽነት ወይ ናይ ህዝቢ ድኽነት ስለ ዘለና ኣይኮነን።

ትካላት ፈጢርካ ኤርትራ ክትምዕብል ኣይትኽእልን እያ። ስለዚ ኤርትራ ኣካል ኢትዮጵያ ምግባር ማለት ኣብዚ ሕጂ ወይ ከዓ ብዛዕባ በቃ ንዶክተር ኣቢ ምጉስጓስ እዩ። ነቲ ዶክተር ኣቢ ዝብሎ ዘሎስ ይጉስጉስሉ ከም ዘለዉ እያ ዝርዳኒ። ሓገዝቲ ናይ ዶክተር ኣቢ እዮም ናይ ተቓለስቲ ናይ በርጌድ ንሓመዱ ዘይኮኑስ ሓገዝቲ ናይ ዶክተር ኣቢ ኣጀንዳ ዶክተር ኣቢ መዓልታዊ ንህዝቢ ኢትዮጵያ ከምኡ እዩ ዝጉስጉስ እዞም ሰባት እዚኦም ከዓ ልኡኻት ናይ ዶክተር ኣቢ ኮይኖም ነቲ መንእሰይ ኤርትራ ብዛዕባ ኤርትራ ምሕሳብ ገዲፉ ብዛዕባ ኢትዮጵያ ክሓስብ ንሱ ማለት ይኮ ድሕሪ ኣብ ዛዕባ ልእላውነትካ ዘይግድሰካ ኮይኑ ብዛዕባ ሃገርካ ዘይግድሰካ ድሕር ኮይኑ እንታይ ዘቃልስ ኣለካ እንታይ ዘሰውእ ኣለካ እንታይ ኣዒንትኻ ዘንቁር ኣለካ እንታይ ወረቐትካ ዘስእን ኣለካ ብዛዕባ ኢትዮጵያ ዝኾን ኢትዮጵያውያን ዘይሞትላ ነታ ኤርትራስ ኢትዮጵያውያን ይሞትላ ዋይ ንስኻ ትሞተላ ስለዚ ላግፂ እዚ በቃ በቶም ደም ኣሕዋትና በቶም ኩሉ ዋጋ ዝኸፈሉ ኣሕዋትና ላግፂ ንዓይ ወላ እዚ በቃ ዝኾነ ሕቶን ርእይቶን የብሉ ምስ መንግስቲ ኢትዮጵያ ኣነ ሓቢርካ ናይ ምዕባይ ሓቢርካ ናይ ምስራሕ ኣይኮነን ኣብ ኢትዮጵያ ጎረቤትና ዘላሲ ዋላ ምስ በዓል ቻይና ምስ በዓል ሩስያ እውን ክንሰርሕ ኢና ከምኡ ኢና ማለት ከምኡ እየ ዝሓስብ ኣነ ምስ ዝኾነ ዓለምሲ ክንሰርሕ ኢና ንደሊ በየናይ መንገዲ ግን ልእላውነትካ ንስኻ ሲ ፅባሕ ንጎ መሬትካ ረኪብካስ ኩሉ ክብርታትካ ኢኻ ተረክቦም ዘለኻ ባይዘወይ ካልኣይ ነገር